ክብረት ሰማዕቲ ዛንታ ሃይስኩል ንሸውዓተ ዓመት ብተኸታታሊ ዝቐጸለት ተስዓን ትሽዓተን ክፋላት እውን ናባኹም ኣቢላ ዘላ ዛንታ እያ። ሎሚ ድማ ሻሙናይ ምዕራፍ ዓሰርተ ክፋላት ሒዘ ንዓሰርተ ሳምንታት ምሳኹም ክጸንሐ እየ። ክብራት ሰማዕቲ ምናልባት መዘኻኸሪ ናይ ዛንታ ሃይስኩል እንተደሊኹም ግን ቅድሚ ሰሙን ዝጸዓንክዋ ሓንቲ ቪድዮ ኣብ ቻነልና ስለ ዘላ ኬድኩም ክትሰምዕዋ ትኽእሉ ኢኹም። ዛንታ ሃይስኩል ሻሙናይ ምዕራፍ እንታይ ኮነ ሒዛትልና ዘላ ሓቢርና ክንከታተል ኢና። ኣነ ካባኹም ዝደልዮ ድማ ነዛ ዛንታ እዚኣ ምናልባት ዝረስዕዋ ሰባት ከይህልዉ ትዝርጋሕ ከም ዘላ ውን ዘይፈለጡ ከይኮኑ ኣብ ናትኩም ሾሻል ሚድያ ኬድኩም ፖስት ክትገብርዋ ብኽብሪ ይሓተኩም። ኩቡራት ሰማዕቲ ሎሚ ሻሙናይ ምዕራፍ ቀዳማይ ክፋል ብቀጥታ ከሕልፈኩም እየ ሰናይ ምክትታል ይግበረልና። ቀዝሒ ኣስመራ ዛዕዛዕታ ኣሰንዩ ነታ ከተማ ምስ ንብረታ የልብልባ ነበረ። ሹቕ ኩላ ካብ ተርሚናል ባጽዕ ጀሚርካ ክሳብ ኣንጎሎ መደበር ብዝተፈላለየ ሸቃጦ ተመሊኡ ነበረ። እቲ ረፍዲ ቀዳም ንግሆ ስለዝነበረ ሸቐጠመቐጥ ዝዝርግሑ፣ ዝመጸ ንብረት ተቐቢሎም ድማ ዝዘርዑ ነቲ ማርሻበዲግ መሊኦሞ ነበሩ። ማዕረግ፣ ኣብ ባርዚሊ ምስ ክልተ ሓደሽቲ ዝተላለዮም ኣዕሩኽቱ ቢራ ሰትዩ ሓዲሩ ሰዓት ኣርባዕተ ወጋሕታ ገዲፉዎም ብእግሩ'ዩ ናብ ሹቕ ሰጒሙ። ስለምንታይ ናብ ሽቓንጊኡ ገስጊሱ ንዕኡ መልሲ ኣይነበሮን? ኣልኮል ኣብ ነብሱ ስለ ዝነበረ ናበይ ክኸይድ ኔሩ ውን ኣይተረድኦን። ኣብ ሹቕ ዝነበረ ምንቅስቓስ ምስቲ ኣስናኑ ዝሰሓለ ዝመስል ቀዛሕታ ግን ክርድኦ ጀመረ። እቲ ከባቢ ግዜ ንእስነቱ ዘሕለፈሉ ቦታ'ዩ። ቀጻሊ ካብ ስራሕ ክኣቱን ናብ ስራሕ ክኸይድን ከሎ በቲ ዝነበሮ ቦታ'ዩ ዝሓልፍ ኔሩ። ትኽ ኢሉ ናብ እንዳ ኣውቶቡስ ተርሚናል ባጽዕ ኣትዩ ድማ ኣብተን ጸበብቲ ግን ድማ ዕሙራት ድኳውንቲ ቀሪቡ ኣብ እስካላ በይኑ ኮፍ ኢሉ ነቲ ምንቅስቓስ ክከታተሎ ጀመረ። እቶም ሶፍት ማስቲካ ዝሽቅጡ ዝነበሩ መንእሰያት ነቓልብኡ ምሉእ ብምሉእ ሰሓብዎ። ኣብ ገጽ ናይቶም መንእሰያት ድማ ምስሊ ናይ ፍናን ሰኣለ። ፍናን ኣብቲ ከባቢ'ዩ ክሰርሕ ዝውዕል ነይሩ። ንፍናን ድሮ ካብ ዝኸይድ ናፊቕዎ ነይሩ'ዩ። ጽቡቕ ስለ ዘይተፈላለዩ ድማ ንቐጻሊ ተራኺቦም ዝነበሮም ፍቕሪ መሊሶም ብሓንሳብ ዝነብሩ ይመሰሎን በቃ ቀቢጽዎ'ዩ። ብናፍቖት ድማ ንብዓቱ ቀስ ኢሉ ብጸረርታ ካብ ኣዕንቱ ወጺኡ ናብ ምዕጉርቱ ወረር በለ። ብኢዱ ገይሩ ድርዝ ኣቢሉ ድማ ነቲ ከባቢ በዕንቱ ኮለሎ። ሓደ ሰዓት ዝኸውን ኣብቲ ከተማ ኮለል ኢሉ ድማ ናብ መዕረፊቱ ዝኾነት ባዕሉ ተኻርዩ ንብረት ገዚኡ ዘማዕረጋ ናይ በይኑ ገዛ ከደ። ኣብቲ ገዛ ምስ በጽሐ ድማ ማይ ሰትዩ ኣብ ፍሪጅ ዝነበረ ክልተ ጥርሙዝ ቢራ ድማ ግብ ኣቢሉ ኣብ ዓራቱ ምስ ጫምኡ ደቀሰ። ክወድቕ ብኡ ገይሩ ክነቅጽን ድማ ሓደ ኾነ። መዓርግ ድሮ ደቂሱ ድሮ ውን ብዝተፈላለየ ሕልሚ ተወርሰ። ሄርሞን ናይ ላዕሊ ጸሊም ግፍሕ ዝበለት ማልያ ናይ ታሕቲ ድማ ቀጥ ኣቢላ ትሕዛ ጅንስ ስረ ጌራ እያ ንፍናን ክትጽበዮ ጸኒሓ። መሊሳ ድማ እታ ማልያ ከምዘይተጸበቐላ ግዲ ተረዲኣታ ናብ መደቀሲኣ ኣትያ ኣብ ኣርማድዮ ካልእ ማልያ ኣውጺኣ ቀየረት። ሞባይላ ኣብ ሳሎን ኮይና ድምጺ ክትገብር ምስ ሰምዐታ ድማ ብጉያ ናብ ሳሎን ኬይዳ ተቐበለታ። ፍናን ኣብ ታሕቲ ኮይኑ ይጽበያ ከም ዘሎ ነገራ። ተተሓሒዞም ድማ ናብቲ ንሱ ዝሓሰቦ ቦታ ከዱ። በጺሖም። ወሪዶም ቦትኦም ሓዙ ድራር ኣዚዞም ክበልዑ ጀመሩ እናበልዑ እዩ ፍናን ዕላል ጀሚሩ ካብ ኣስመራ ካብ ዝመጽእ ወርሒ ኣሕሊፉ ዝነበረ ኩነታት ለላዕላዩ ነጊርዋ እምበር ጽቡቅ ጌሮም ኣይዕለሉን ክራጋጋእ እሞ ክነዕልል ኢና ምስ በላ ተራጋጊኡ ባዕሉ ክድውለላያ ብዓል ክትጽበዮ ኔርዋ ተጸበያቶ ውን ፍናን ከም ቃሉ ከም ዝበሎ ገበረ በቲ ቃል ዝኣተወላ መሰረት ተረጋጊኡ ደዊሉላ፣ ኣብታ ምሸት ድማ ኩሉ ስምዒታ ክሰምዓ፣ ንሱውን ሓቅታት ውሽጡ ከፍልጣ ናይ ማዕርግ ስምዒታቱውን ብነጻ ክነግራ ፊት ንፊት ኣብ ሓደ ጣውላ ኮፍ በሉ። ህይወት ከመይ ኣሎ ሄሬ ሽኮር? ፈላሚት ሕቶ ናይ ፍናን እዛ ሕቶ'ያ ነይራ። ናብ ብዙሕ መንገድታት ትሕብር ሕቶ ያውን ጽቡቕ ኣለኹን ሕማቕ ኣለኹን ዝብል ክልተ መልስታት ካብ ሄርሞን ምስ መጸ ስለምንታይ ጽቡቕ ኣላ ስለምንታይ ከ ሕማቕ ኣላ ዝብል ሕቶታት ነቲ ዕላል ከም ዘዕሙቖ ፍሉጥ እዩ ነይሩ። ሄርሞን ኣብዛ ሰዓት እዚኣ እቲ ዝቐረበ ሰባ ፍናን እዩ። ቢቢ እውን ፍናን ኣይነገረክን እምበር ብጣዕሚ እዩ ዝፈትወክን ዘኽብረክን። ሓደ ካብ ልቡ ዝፈትወኪ ፍናን እዩ ኢሉ ነጊርዋ ነይሩ እዩ። ፍናን ባዕሉ ቀጻሊ ከም ዝፈትዋ ስለ ዝነግራ ውን እቲ እንኮ ተኽብሮ ሰብ ከም ሓዋ ትጥምቶ ንሱ ዩ ነይሩ። ኣነ ድኣ ዳሓንየ ፍናነይ ንስኻኸ ከመይ ኣለኻ? ጽቡቕ ኣለኹ ብኣኺ ይሓስብ ኣይቀሰንኩን ሄረየ ኣለና በቃ ኖእ ክትቀስን እየ ዝደልየካ ኩሉ ነገር ተቐቢለዮ እየ ንስኻ ጥራይ ኣይትሕሰብ ካብዚ ዝኸበደ እንተመጸ ውን ኣነ ክቕበሎ ከም ዝዀንኩ እመን። ኣብዛ ግዜ እዚኣ ኣነ ኵሉ ከም ዝኽእል ዝነግረኒ ሰብ እዩ ዘድልየኒ ዘሎ ፍናነይ። ዝድንግጸለይ ሰብ ኣይደልን እየ። ተኺእልካ ድማ ደዊልካ I'm proud of you ሄሪየ በለኒ። እዚኣ ጥራይ እየ ካባኻ ዝደሊ። ኣየ ንስኺ! ንሱ ደኣ እሞ መዓስ ከቋሪጸ ይፈልጥ ሄሪየ። ኵሉ ነገር ኰይኑ እዩ። ካብ ሎሚ ንደሓር እታ ተራር እታ ጽንዕቲ ሄርሞን'የ ክርእስ ዝደሊ። ማዕርግ ወሲኑ እዩ። ናትኪ ኣይኰነን። ምስ ኮኾብ ስማዕ ስሞም ክሰምዕ ስለ ዘይደሊ ኣብዚ ግዜ እዚ ክጠቕሰለይ ድላየይ ኣይኮነን ማዕርግ ሕጂ ካብ ልበይ ወጺኡ እዩ በቃ ክዝክሮ ኮነ ስሙ ክጽዋዕ ኣይደልን እየ ኩሉ ምስኡ ዝነበረኒ ዝኽርታት እውን ሓኺኸ እየ ሓንሳብን ንሓዋርን ኣቃጺለ እየ ትሰምዓኒ ዶ ኣለኻ ፍናን ኣነ ሄርሞን እየ ካብ ሎሚ እታ ድራር ሄርሞኒካ ክትርኢ ማዕርግ ሓደ ጓሓፍ ድርባይ ምዃኑ ኣረጋጊጸ'የ። ካብ ሎሚ ስሙን ስም ናይታ ጓሓፍ በዓልቲ ቤቱ ዝበልካያን ክሰምዕ ኣይደልን'የ። ነድሪ ዝነበሮ ዘረባ ሄርሞን ተወዲኡ ፈጢጡ ነቲ ከበድቲ ቃላት ምስ ስምዒቱ ዝርእይ ዝነበረ ፍናን፣ ድንዚዙ ክጥምታ ጸኒሑ። ካብ ልቢ ክተውጽእዮ እዩ ዘለኪ እምበር ስሙ ክጽዋዕ ስለ ዝሰማዕኺ ማዕረ ክንድዚ ክትሓርቂ ማዕረ ክንድዚ ስምዒታዊት ኮንኪ ክትዛረቢ ፈጺሙ እየ ዘይጽበየኪ። ካብ ኩሉ ነገር ተገላጊልኪ እቲ ኣነ ዝፈትዋ እቲ ኣነ ዝጽበያ ኣብ ርእሰይ ዝስእላ ሄርሞን ክትኮኒ እየ ዝደሊ እየ ዝብለኪ ዘለኹ። ደሓን ስቕ ጥራይ በል እንታይ ይገብር ባዕለይ ኣለኽዎ። ሽሙ ግን ክሰምዕ ኣይደልይን እየ እንተኺኢልካ ፈጺምካ እዚ ሰብ እዚ ክይትዝክረለይ ሄርሞን። ኩሉ ትዛረቦ ዝነበረት ካብ ልባ ኣይነበረን። ፍናን ሄርሞን ጽቡቕ ከም ዘየላ ብሓይሊ ትዛረብ ከም ዘላን ቀልጢፉ እዩ ኣስተውዒለላ። ፈኸራኣ ከቢድ ቃንዛ ከም ዘለዎ ምልክት ነይርዎ እዩ። ብዘይ ዝኾነ ጸገም ግዱእ ልባ ዘስዓቦ ፈታኒ ስምዒታ ክትርዳእ ዘጸግም ኣይነበረን። ንፍናን እውን ክርድኦ ኣይጸገሞን። ዋላ እኮ ከተሃዳድኣ እንተፈተነ ኣብ ነፍሲ ወከፍ ዘረባ ትሓርቕን ብስምዒት ትዛረብን ስለ ዝነበረት ግን ዝበለቶ ከም ቅቡል ክወስዶ ከም ዝኾነ ናይ መወዳእታ ኣማራጺኡ ተረዲኡ ሓቅኺ ጥራይ ክብላ ምሰ ሄርሞን ምስ ማዕርግ ገለ ህልኽ ከም ዝነበራ ፍሉጥ እዩ ነይሩ። ተርእዮ ዝነበረት ሃንደበታዊ ባህሪ'ውን ናታ ኣይኮነን። ርእሳ ብገለ ነገር ተተንኪፉ ከም ዘሎ ድማ ፍናን ተረዲእዎ ኣብ ገለ ቲራፒ ክትወስድ ከም ዝነበራ ተረዲኡ ድራሮም በሊዖም ብሰላም ነናብ ገዝኦም ከዱ። ዋላ'ውን ኣብ መኪና እንዳኸዱ እንከለዉ ሃንደበት ጸጸኒሓ ተምጽኦ ዝነበረት ዘረባታት ሕነ ሕነ ናይ ማዕርግ ከም ዝኾነን ኣብ ከቢድ ቅርሕንቲ ከም ዘላ ዘረድእ'ዩ ነይሩ። እዚ ድማ። ንፍናን ድቃስ ዝኸልእ ኮነ። ሙሉ መዓልቲ ደቂሱ ዝወዓለ ማዕርግ ኣጋሚ ሸትዩ ካብ ገዝኡ ወጺኡ። ካብ ገዝኡ ወጺኡ ድማ ትኽ ኢሉ ክሪስታል ሆቴል'ዩ በጺሑ። ካብ ታክሲ ወሪዱ ናብ ውሽጢ ክሪስታል ምስ ኣተወ ኮኾብ ኣብኡ በይና ኮፍ ኢላ ጸንሐቶ። ምስ ረኣያ ድማ ፍሽኽ ኢሉ ናብኣ ሰጎመ። ኮኾብ እውን ተሲኣ ሓቚፋ ሰላም በለቶ። ሰዓቱ ምስ ረኣየ ድማ ሰላሳ ደቒቕ ደንጉዩ ከም ዝመጽእ ኣረጋጊጹ ይቕሬታ እውን ሓተተ። ኮፍ ምስ በሉ ክልቲኦም ነናቶም ኣዘዙ፣ ወይተር እውን ኣምጸትሎም። ቀጥታ እውን ዕላሎም ጀመሩ። ኮኾብ ብዙሕ ቀያይራ ኣይመጸትን። ክዳውንቲ ናይ ገዛ ዝመስል ክዳን እያ መሊሳ ነይራ። ኣብ ገጻ ዝነበረ ማዳ ግን ብውሕድ ፋውንዴሽን ጌራ ክትሽፍኖ ከም ዝፈተነት ዝገልጽ ውሕድ ሜክኣፕ ኣብ ገጻ ነይሩ። ማዕርግ ነታ ኣብ ገጻ ይትረፍዶ ማዳ ዋላ ሓንቲ ሕንጻጽ እውን ዘይነበራ ኮኾብ ቀውው ኢሉ ጠመታ። ኣብተን ቅንያት እውን ዝያዳ ማዳኣ ወሲኹ ጀጉኒና'ያ ትመጾ ዝነበረት። ምናልባት ኣነ ምምጸኢዶ ደኣ ተወሳኺ ጸገም ኮይነያ ዝብል ስክፍታ ነይርዎ እዩ። ወርሒ ምሉእ ድሕሪ ምኻድ ፍናን ጸጸኒሖም እራኸቡ ስለ ዝነበሩ፣ ኣብቲ ነዊሕ ሰዓታት ዝጸንሑዎ ዝነበሩ ጻንሒቶም፣ ኣብታ ዝመስረተታ ንእሽተይ ፋሚልይ ዝነበራ ጸቕጢ ከይሓበእት ዓሊላቶ'ያ። በቲ ዝሰምዖ ዝስንብድ ዝነበረ ማዕርግ ድማ ገዝኡ ገዲፍክሉ ዘይትወጺ ይብላ ነይሩ'ዩ። ንሳ ግን ሕጋዊ ቃል ኪዳን ከም ዘለዋ ብሕጊ እውን ክትፈላለየ ከም ትደሊ ፈጺማ ግን ኣብ ስምዒት ኣትያ ከም ዘይትውስን ደጋጊማ ኣዕሊላቶ እያ። ከምዚ ዓይነት ሓሳብ ማዕረ ካብ ዝመጽእ እዩ ክቀላቐላ ጀሚሩ እምበር ቀደምስ ከምኡ ሓሲባ ኣይትፈልጥን እያ። ዋላ ርጉም ሰብኣይ ይሃልዋ እምበር ምስ ኩሉ ጸገማቱ ተሰማሚዓን ተጸሚማን እታ ትሓልማ ፋሚሊ ክትምስርታ ዝበለጸ ሓዳር ክትገብርን ካብ ማዕርግ ክትርሕቕን እዩ ዝነበረ ሓሳባታ። ሕጂ ግን ኣማራጺ ከም ዘለዋ ግዲ ኣረጋጊጻ ኮይና፣ ድሮ'ውን ብዛዕባ ምፍልላዮም ደፊራ ክትዛረብ ጀሚራ ኣላ። ማዕርግ ምሉእ ብምሉእ ምስኣ ክነብር ዝወሰነ እዩ ዝመስል ነይሩ። እቲ ኣእማኒ ኮሚትመንት ድማ ንኮኾብ መሲጥዋ ኣብ ናቱ ውሳነ ከም ትግደስን ናብቲ ውሳነ ከም ትዳፋፋእን እውን ገይርዋ እዩ። ከም ማዕርግ ገይሩ ከፍቅራ ዝኽእል ሰብ ከም ዘየለ ትፈልጥ እያ። ናይ ማዕርግ ፍቕሪ ኣብ ርእሲኣ ዘለዎ ክብረት ኮታስ ንዘልኣለም ሕጉስቲ ሰብ ኮይና ክትነብር ከም ዝገብራ ኮኾብ ኣብ ውሽጣ ዘራጋገጸቶ ሓቂ እዩ። ደንጊክምሽ? ኖ ኣይደንጎኻን ኣነ ቀልጢፈ መጼ ሰላሳ ደቂቅ ኣሕሊፈ ትማሊ እንድየ ምሰ ደቂሰ። ምስ መን ዲኻ ኣምሲኻ? ምስቶም ብቀዳማይ ተላልዮም ዝበልኩኻ ሓደሽቲ ኣዕሩኽተይ ኣምሴ። መዓዝ ዘስሕቕ ሕክያታት እዩ ዘለዎም ኣብ ሙሉእ ሂወተይ ከምዚ ዓይነት ሰሓቕ እኮ ስሒቐ ዘይፈልጥ ደቂ ኣስመራ ሽኮሪናታት ያኣኽ እሞ ሰቲኻ ዲኻ ኦ ኣብዛሓ ኣይኮነን ቁሩብ ግን ሕልፍ ኢለ እየ ኣየብዛሕኹን ግን መስተይ ትስተታ ማሪከይ ምሳኻ ድማ ኣይከየድን እየ ከምታ ናይ ቀደምካ ትሕሸካ ማዕርግ ሓቂ እየ ምሽ ያ ከም ናይ ቀደም ማዕርግ ደኣ ኣበይ ይርከብ ኢልክዮ ናይ ቀደም ማዕርግ ዘንታ ተበልሐ። ዝጀመራ ዘረባ እውን ኣይወደአን። ትንፋሱ ውሒጡ ግን ድንን በለ። ንዓይ ግን ብዙሕ ኣይተቐየርካንን። ንስኻ ኢኻ እንታ ማዕርግ። ሕጂ ተቐይረ እየ፣ ከምዚ ኮይነ እየስ ኣይድልየካን እዩ። ጽቡቕ ኣለኺ። ከመይ ኣሎ መናብራኸ? ብወገነይ ጽቡቕ ኣሎ። ብወገንካ ከመይ ኣሎ እምበር ንገረኒ። ብወገነይ ደኣ ጽቡቕ ኣሎ። ኣስመራ ናፍቖታ ምውጻእ ኣቤኒ። እንድዒ ከምዚ ሓድሽ ዝተፈጠርኩ ኮይኑ እኮ እዩ ዝስምዓኒ ዘሎ። ብኸመይ ደኣ ሓድሽ ዝተፈጠርካ ኮይኑ ትስምየካ? እንተን ተይፈሊጠ ኣበየናይ ጸላም ዓለም ኢና ንነብር ነርና ክርድኣኒ ይከኣለን ኣሎ ናይዚ ከተማ ርጉእ መንፈስ ነድኣተይ ምኽንያት ኮይነኒ እዩ ንስኺ ድማ ኣብዚ ከተማ ምህላውኪ ይመስለኒ ሲለ በቃ ሕጉስ ሕጉስ እብል ኣለኹ ፍናንከ ደዊልልካ ነይሩ ኣይደወለለይን ንሓዋሩ እውን ዝድውላ ይመስልን እዩ ተቆልዓ እይ ስለምንታይ ተቐይሙ ይኸይዱ ኣነ እውን ዝግድሰኒ ይኮነን ሕጂ ንኸብደይ እምኒ ደርጊመ እየ ኣብዚኣ ሕጉስ ኣለኹ ካብዛ ሰላመይ እዚኣ ዝጻባእ ሰብ ድማ ንዓይ እቲ ቀንዲ ጸላኢየ ኮኪ። ኣብ ውሳኔኻ ጌጋ ከም ዘይብልካ ግን ማዕረ ክንደይ ኢኻ ኣረጋጊጽካ ማሪክ? ሚእቲ ፐርሰንት ርግጸኛ እየ ኮኪ። ንምንታይ ከምዚ ዓይነት ሕቶታት ደጋጊምኪ ትሓትኒ ዘለኺ? ኣነ ርግጸኛ እየ ዝሕሸኒ ወሲነ እየ። ኣብ ርእሰይ ኮኾብ ጥራይ ኣላ። ምስ ኮኾብ ድማ ኣስመራ ኣላ። ኣነ ኣብ ኣስመራ ምስ ኮኾብ ዝነብር ሰብየ ኮሜ ወሲነ በቃ ድሕሪ ሕጂ ወሲንካ ዶ እንታይ ሓሲብካ ኣይትሕተትኒ ሓሲበ ወሲነየ በቃ ሕረሽ ሰሚዐካ ኣለኹ ኣዛሪበየ ነይረ ንመን ኣዛሪብክዮ ንዕኡ ትማሊ ምሸት ንዱባይ ከይዱ ንሓደ ወርሒ የለኹን ኢሉኒ ኣሎ ናይ ድሓን ደኣ ናብ ዱባይ ከይዱ ከሸርምጥ ትማሊ ተባኢስና ኢና ትማሊ ተባኢስና ኢና ተፈላሊና ዘለና እይ እንታይ ኹንኩም ተባኢስኩም ምስ ተመለስካ ናይ ግድን ክንዘራረብ ኢና ብኸምዚ ክንቅጽል ኣይንኽእልን ኢና ኢለዮ እንታይ ዳሞ ኢሉ ክሱኸ ሓራይ መልሱ ከም ናይ ቀደም ተዛሪበ ስቕ ዝብል እዩ መሲልዎ ዘሎ ኩኬ ሽኮር ሕጂኸ ተዛሪብከ ስቕ ድየ ክትብሎ ዋላ ሓድሽ ነገር ኣሎ እዩ ኣይመስለንን ቃላትካ ክውስን ዓበይቲ ምኽንያት ይኾኑኒ ኣለዉ ከይተግድዓኒ ኣይፈርሕን እየ እንተኢለካስ ሓሶት እዩ ክኸውን ሓሶት እዩ ክኸውን ማዕሪገይ ፍርሒ ኣለኒ ኣይትፍርሒ ኮኪ ኣነ በቃ ምሳኺ ወሲነ እመንኒ እምነትኪ ሃብኒ ሕጂ ናተይ እምነት ኣባኺ ሙሉእ እዩ ዘሎ ናትኪ እምነት ድማ ኣባይ ሙሉእ ግበርዮ በቃ ንተኣማመን ኢዱ ናብ ኮኾብ ሰዲዱ መዕጉርታ ሓዛ ኣትኪሉ እውን ይጥምታ ነይሩ ኣብቲ ገዛ ዝነበረ ሰብ ፈጺሙ ጉዳዮም ኣይነበረን ኣብ ናይ ቤኖም ቋንቋ እዮም ነይሮም ሃንደበት ግን ናብኡ ክትጥምት ዝጸንሐት ኮኾብ ናብ ፊታ ምስ ጠመተት ሰምቢዳ ካብ ዘላቶ ብድድ ኢላ ተሰትማ። እቲ ብማዕዶ ዝኣቱ ዝነበረ ሰብ ድማ ኣትኪላ ብፍርሒ ነብሳ ፈጥፈጥ እናበለ ክትጥምቶ ጀመረት። ክቡራት ሰማዕቲ ከመይ ጸኒሕኩም ኣብዚኣ ተዛዚማ ኣላ። ቀዳማይ ክፋል ዛንታ ሃይስኩል ናይ ሻሙናይ ምዕራፍ ኣብዚ ተዛዚማ ኣላ። ኣብ ዝመጽእ ዘሎ ረቡዕ ካልኣይ ክፋል ሒዘልኩም ክምለስ እየ። ኩብራት ሰማዕቲ እዚ መጀመሪ ዛንታ ስለ ዝኾነ ሓጺሩ ከይትብሉ ኣብ መጻኢ ግን ልዕሊ እዚኣ ጌረ ከቕርበልኩም ከም ዝኾንኩ ቃል ኣቱ ክሳብ ሽዑ ኣብ ዘለናዮ ሰላምን ጥዕናን። ሓደራ ግን እዛ ዛንታ እዚኣ ምስ ሞራለይ መታን ክውድኣ ኩሉኻትኩም ትሰምዕዋ ዘለኹም